ንእስነት ቶም ሶዌር ደራሲ ማርክ ትወይን ትርጉም ፍቓዱ ገብረ ስላሰ ሓምሻይ ክፋል ኣብ ዝሓለፈ ክፋል ቶም ካብቲ ዝጠፍኡሉ ቦታ ንገዛ ተመሊሱ ንሓትንኡን ነደጆን ከዕልላ ከም ዝሰምዐንን ናብቶም ከተርቲ ብጾቱ ከም ዝተመልሰን ርኢና ኔርና። ቶም ናብኦም ገጹ እናቐረበ እንታይ ኢኹም ትብሉ ዘለኹም በሎም። ዝበለጸ ቁርሲ ምስ ቀረቡሉ ቶም እናቆረሰ ነቲ ዝሰምዖ ኩሉ ኣዘንተወሎም። እዚ ምስ ሰምዑ መሊሶም ነቲ ዝነበሮም ትዕቢትን ሓበንን ዕጽፊ ገበርዎ። ግብሪ ጅግንነት ዝፈጸሙ እውን ኮይኑ ተሰምዖም። ቶም ካብኦም ሞሊቑ ክሳብ ፍርቂ መዓልቲ ከይረኣይዎ ደቀሰ። እቶም ክልተ ከታሮ ግና ዘድሊ ነገራት ክደልዩን ዓሳ ክገፉን ኣርፈዱ። ንእስነት ቶም ሶዌር ሓምሻይ ክፋል ምዕራፍ ዓሰርተ ሰለስተ ናፍቖት ጆ ካርኡ ጥፊኡ። ምስ ተመስሑ እቶም ከተርቲ ናይ ጎብየ እንቋቑሖታት እንተረኸቡ ኢሎም ክደልዩ ናብቲ ሑጻ ዝመልአ ገማግም ርባ ከዱ። ብበትሪ እናዳህሰሱ ክኸዱ ከለዉ ልምልም ዝበለ ቦታ ክረኽቡ ከለዉ ተምበርኪኾም በእዳዎም እናፋሕተሩ ሓምሳ ስሳ ዝኸውን እንቋቑሖታት ካብ ሓደ ጉድጓድ ከውጽኡ ይኽእሉ ነበሩ። በታ ምሸት እቲኣን ንግሆ ዓርብን እንቋቑሖ እናቐለዉ ኣብዓሉ። ምስ ቆረሱ ናብቲ ገማግም ርባ ከይዶም ንሓድሕዶም ይጓየዩ፣ ጥራሕ እግሮም ኣንጻር እቲ ውሑጅ ክኸዱ ክፍትኑ ከለዉ ኣእጋሮም በቲ ውሑጅ ተለኪሙ ዝኸይድ ዘሎ ኮይኑ ዝስምዖም ስለዝነበረ ክስሕቁ ማይ እናዓመኹ ክገጫጨቡ ምግጫብ ስለ ዝበዝሖም ሕቑኦም ክህቡ ክብሉ ተተሓሒዞም ኣብቲ ውሑጅ ክወድቁ እናሰሓቑን እናላህልሁን እናስተንፈሱን ካብቲ ውሑጅ ተንሲኦም ክወጹን ይረኣዩ ነበሩ። ኣዝዮም ምስ ደኸሙ ንቕሩብ እዋን ካብቲ ማይ ወጺኦም ኣብቲ ውዑይ ሑጻ በጢሎም ብኡ ተደብዲቦም ቁሩብ ኣዕሪፎም መሊሶም ኣብቲ ውሑጅ ኣትዮም ከም ቀደሞም ክገብሩ ይረኣዩ ነበሩ። ኣብቲ ሑጻ ሓደ ክቢ ሓንጺጾም ከም ኣብ ሰርከስ ዘለዉ ከምቶም ካልእ ስራሕ ተሓሲሞም ኣብ ምጽዋት ኣናብስ ዝኣትዉ ሰባት እናመሰሉ ሰለስተኦም ብሓንሳብ ይጻወቱ ነበሩ። ኳዓሳሱ ጥርሙዝ ኣምጺኦም ክሳብ ምጽዋቱ ዝምነዎም ብኡ ጌሮም በብዓይነቱ ጻውቲ ተጻወቱ። ብዙሕ ምስ ሓምበሱ ወጺኦም የዕርፉ ነበሩ። እዚ ኹሉ ገይሮም ምስ ወድኡ ብሓንሳብ ምጽዋት ተመንይዎም ነንበይኖም ፋሕ ኢሎም ናብታ ኣብ ትሕቲ ጸሓይ ዝነበረት ጽምውቲ ዓዲ ብሃረርታ እናጠመቱ የስተንትኑ ነበሩ። ቶም ብዓባይ ዓባይቶ እግሩ ገይሩ ኣብቲ ሑጻ ቤኪ ጸሓፈ። ነቲ ዝጸሓፎ ቀልጢፉ ደምሲሱ ክሳዕ ክንድዚ ሰነፍ ብምዃኑ ኣንጸርጸረ። ጆ ካብ ኩሎም ናፊቑ ስለ ዝነበረ እዚ ናፍቖት እዚ ክወጸሉ ኣይከኣለን። ሃክ ናፍቖት ከም ዝነበሮ ኣብ ገጹ ይረኣ ነበረ። ቶም ካብ ኩሎም ኣዝዩ ናፊቑ ነበረ። ምእንቲ ከይፈልጥዎ ግና ብዝከኣሎ መጠን ክኽውሎ ይጋደል ነበረ። ሓደ ጌና ዘይነገሮም ምስጢር ክሳዕ ሕጂ ዓቚሩዎ ነበረ። ብስቅያት ናፍቖት ስለ ዝተጨነቑ ግና ቁሩብ ጸኒሑ ነቲ ምስጢሩ ከየውጽኣሎም ምንም ኣይክተርፍን እዩ። መታን ብምዝንጋዕ ካብ ናፍቖት እንተ ደሓኑ ኢሉ ቶም ንብጾቱ ገሊኦም ከታሮ ዝሓብእዎ ብወርቅን ብሩርን እተገብረ ነገራትን ስልማትን እንተ ረኸቡ ንምድላይ ኪኸዱ ኣተባብዖም። እቶም ብጾቱ ግና ክሳዕ ክንድዚ ናፊቖም ስለ ዝነበሩ፣ እዚ ሓሳብ እዚ ካብ ኵሉ ዚኸፍእ ሓሳብ ኰይኑ ተሰምዖም። ካልእ በብዓይነቱ ሓሳባት እውን ኣቕረበሎም። ንእኡ እውን ስለ ዝተሓሰምዎ፣ ፈጺሞም ተስፋ ዝቖረጹ ይመስሉ ነበሩ። ስለዚ፣ ጆ ኣብቲ ሑጻ ኰፍ ኢሉ እናስቈርቈረ፣ ብበትሩ ገይሩ ነቲ ሑጻ እናጻሕተረ፣ ኣንቱም ኣዕሩኸይ ክንደይ እዋን ኣብዚ ክንጸንሕ ኢና ሎምስ ዘይኣኽለና ገዛና ዘይንኸይድ ኣነ ገዛይ ኪድ ኪድ ይመጸኒ ኣሎ ኣብዚ ዓቕለይ ጸቢብኒ እናበለ ነቲ ኣብ ልቡ ዝነበረ ሓሳብ ደርጎሓሎም ታይ ኾንካ ኢኻ ታጆ ካብዚ ዝበልጽ ቦታ ዶ ኣሎ እዩ እንተ ደለኻ ዓሳ ትገፍፍ እንተ ደለኻ ክሳዕ ዝጽልኣካ ኣጣጢሕካ ትሕምብስ ካብዚ ዝበለ እንታይ ደሊኻ ቁሩብ ዓቕሊ እንተ ጌርካ ኩሉ ክትርስዖ ኢኻ ምሕምባስ ክሳዕ ኪሕ ዝብለኒ ኾይኑ ክሳዕ ዝምነወኒ ስለ ዝሓምበስኩ ድሕሪ ሕጂ እኳ ዝሕምብስ ኮይኑ ኣይስምዓንን ሕጂ ግን ገዛይ ክኸይድ ጥራሕ ዝደሊ ዘለኹ ነዛ ትበኪ ዘላ ቆልዓ ዶ ናብ ኣዲኣ ክንሰዳ ይመስለካ ሃክ ምስኪነይቲ ኣዲኣ ዶ እያ ደልያ እንታይ ኢና ንገብራ በል ትኺድ ግደፋ ሃክ ግና ኣብዚ ምቕማጥ ተፈቲካ ኣሎ ሓቀይ ዶ ኣብዚ ምቕማጥ ይሕሸና ሃክ ከይፈተወ እወ ኣብዚ ይሕሸና ኢሉ መለሸ። ጆ ተንሲኡ ኣቑሑቱ ጠራኒፉ ከምዚ ኢልኩም ስለ ዘላገጽኩምለይ ድሕሪ ሕጂ ምንም ሰላም ኣይብለኩምን እየ እናበለ ደሓን ኩኑ ከይበሎም ቀስ ኢሉ ናብ ገምገም ኢሊኖይ ገጹ ክጓዓዝ ምስ ነቐለ ቶም ብጠጠዉ ከሎ ልቡ ክትጠልሞ ስለ ዝደለየት ናብ ሃክ ቁሊሕ እንተበለ ሃክ ክጥምቶ ስለ ዘይደፈረ ደኒኑ ቶም ኣነ ውን ገዛይ ክኸይድ እየ ኣብዚ ብጽምዋ ተበሊዕና ዘለና ጆን ተኸይዱ መሊሱ ክጽምወናይ ስለምንታይ ገዛና ዘይንኸይድ ቶም ክትከይድ ደሊኻ ኪድ ኣነ ዶ ብኢድካ ሒዘከ ሃክ እናጎየ ካብ ቶም ረሓቐ ምስ ጆ ተተሓሒዞም ቀስ ኢሎም ካብኡ ክርሕቁ ከለው ቶም ደው ኢሉ ዘማዕድዎም ስለዝነበረ ኩሉ እቲ ኣብ ዙርያኡ ዝነበረ መሊሱ ዝጸመወን ዝሃደእን ኮይኑ ስለ ዝተሰምዖ፣ ቁሩብ ክጽመም ፈቲኑ ምዃኑ ምስ ኣበዮ፣ እናጎየ ንኣዕሩኹ፣ ጽንሑ ጽንሑ! ዝነግረኩም ነገር ኣለኒ! እናበለ ጸውዖም። ደው ኢሎም ምስ ተጸበይዎ ኣርኪቡ እቲ ሓቢእዎ ዝነበረ ምስጢር ከካፍሎም ጀመረ። ኣዘንቲ ምስ ወድኣ፣ ኩሉ ዕላምኡ ጽቡቕ ከም ዝነበረ ስለ ዘስተውዓሉ ሓዲጎምዎ ክኸዱ ብምሕሳቦም ጓሃዩ። እቲ ዝበሎም ኩሉ ዘሕጉስ ስለ ዝነበረ እናጨደሩ ነቲ ሓሳብ ከም ዝሰመርዎ ነገርዎ። ምናዳ'ኳ ኣቐዲሙ እዚ ሓሳብ እዚ ኣካፊልዎም ነይሩ እንተ ዝኸውን፣ ንምኻድ ፈጺሞም ካብ ሓሳቦም ወጊዶም ምስኡ ከም ዝቕመጡ ስለ ዝነገርዎ በቲ ጌግኡ ይቕረታ ለመነ። ነቲ ኣብ ሓሳቡ ዘሎ ኵሉ ምስጢር እንተ ኣካፊልዎም ድሕሪ ሕጂ ክኸዱ እንተ ደለዩ መምለሲ ክረኽበሎም ከም ዘይክእል ስለ ዝተረድኦ ሕጂ'ውን ነቲ ኵሉ ምስጢር ኣይገለጸሎምን። መታን መለመኒ ክዀኖ ኢሉ ዝበዝሕ ካብቲ ምስጢር ሓቦ። ተመሊሶም ነቲ ናይቶም ዕላማን ክእለትን እናነኣዱ ናብቲ ናይ ቀደሞም በብዓይነቱ ጸወታታት ኣተዉ። እንቋቑሖን ዓሳን ምስ ተመስሑ፣ ቶም ምስታይ ሽጋራ ክላመድ ከም ዝደለየ ምስ ነገሮም፣ ጆውን ነዚ ሓሳብ እዚ ደጋፊኡ ከም ዝዀነ ስለ ዝገለጸ፣ ሃክ ነቲ ፒፓታት ትምባኾ መሊኡ ስለ ዝሃቦም፣ ሰለስቲኦም ብዅርናዕ ኢዶም ተደጊፎም ኣብቲ ሳዕሪ በጥ ኢሎም ነቲ ዝሃቦም ትምባኾ ብብዙሕ ጥንቃቐን ብብዙሕ ሜላን የትክኹ ነበሩ። እቲ ትኪ ኣዝዩ መሪር ስለ ዝነበረ ጸጸኒሖም ይስዕሉ ነበሩ። ክሳዕ ክንድዝዶ ቀሊል'ዩ? ከምዚ ቀሊል ምዃኑ እንተ ንፈልጥ ደኣ ቀደም ዘይንጅምሮ ዝነበርና? እናበለቶም ምስ ተዛረበ፣ ጆ ሓቅኻ፣ ቀሊል'ዩ፣ ምሉእ መዓልቲ ብዘይ ዕረፍቲ ምስ ሰተኹዎ፣ ዘየሕምም እኳ ኢሉ ወሰኸሉ። እንታይ ምሉእ መዓልቲ ደኣ፣ ካብኡ ዝቐልል እኳ ዘየልቦ? እንድዒ ግና ጀፍ ሳቸር ሽጋራ ክሰቲ ዝኽእል ይመስለካ? ኢሉ ቶም ሓተተ። ጀፍ ሳቸር ከመይ ገይሩ ክኽእሎ? ክልተ ካብኡ ምዑግ ምስ ኣበለ ልቡ ጠፊእዎ ምወደቐ ነይሩ። ሕጂ ኩላትና ሰቲና ካብ ከኣልናዮ ንሓደ እኳ ኣይንነግርን ኢና። ምናልባት ሓደ መዓልቲ ብዙሓት ቆልዑ ናባና እንተ መጹ ኣነ ጆ ፒፓዶ ኣለካ? ሽጋራ ምስታይ ዊንልኒ ኢለ ክሓተኩም እየ። ንስኻትኩም ድማ ካብ ነዊሕ ግዜ ከም ዝለመድኩምዎ ከተምስሉ እወ ሓንቲ ኣረጊትን ሓንቲ ሓዳስን ኣለዋኒ ጽሩይ ትምባኾ ግና የብልናን። ኢልኩም ትምልሹለይ ሽዑ ኣነ ጥራሕ ብርቱዕ ትምባኾ ድኣ ይኹን እምበር ግዲ የብለይን ክብለኩም'የ ድሓር ነቲ ፒፓ ኣውጺእና ትምባኾ መሊእና ወሊዕና ገለ ከም ዘይገብር ጌርና ክንሰትዮ ኢና ኩላቶም ከኣ ሃመም እናበሉ ክርኡና'ዮም ኣሕው ሓቅኻ ሕጂ'ባ እንተዝመጹና ክንደይ መላገጽናሎም ኔርና ከምዚ ኢሎም ብዛዕባ ሽጋራ እናተዛረቡ ድቃስ ስለ ዝመጾም እቲ ዘረባ ከቋርጽ ጀመረ ህድኣት ውን ገዝኣ ጥፋት ኡፍ እናበዝሐ ከደ። ኣብ ውሽጢ ኣፎም ፈልፋሊ ማይ ከም እተፈጥረ ኰይኑ ኽሳብ ዝስምዖም ኣፎም ብጥፍጣፍ መልአ። ክልተኦም ኣዝዮም ጸምልዮምን ፋሕሽዮምን ፈዚዞምን ይረኣዩ ነበሩ። ኣብ መወዳእታ ኸኣ ቅድም ናይ ጆ ፒፓ ደሓር ከኣ ናይቶም በብሓደ ካብ ኢዶም ወደቓ። ጆ ኣዝዩ ተጸሊእዎ ስለ ዝነበረ፣ ካራይ ምራጥ ፌያ ክደልያ ደኣ ክኸይድ እናበለ ተንስአ። ቶም ከኣ ሰንከልከል እናበለን ከንፈሩ ፈጥፈጥ እናበሎን በል ኣነ ከኣ ምሳኻ ክኸይድ ንስኻ ከኣ በቲ ቢልካ ኺድ ኣነ ድማ ኣብ ጥቓ እቲ ፈልፋሊ ማይ ክደልያ እየ ሃክ ግና ኣብ ዘለኻዮ ጽናሕ ባዕልና ደሊና ክንረኽባ ኢና በለ ሃክ ኣብቲ ዝነበሮ ኮፍ ኢሉ ሓደ ሰዓት ኣቢሉ ዝኸውን ተጸበየ ምስ ደንጎይዎ ስለ ዝጸመዎ ንብጮቱ ክደሊ ከደ ጸማልያ ክመስሉ ነንበይኖም ተፈላልዮም ድቃስ ወሲድዎም ተደርብዮም ጸንሕዎ ሓደ ድንገት ረኺቦም ከም ዝነበሩ ግናኸ እቲ ድንገት እቲ ድሮ ከም ዝሓለፈሎም ድማ ክርዳእ ከኣለ። ግዜ ድራር ምስ ኣኸለ ካብኦም ዝዛረብ ሓደ እኳ ኣይነበረን። ኩሎም ተኪዞም ነበሩ። ምስ ተደረሩ ሃክ ነታ ፒፑ ኣዳልዩ ነተን ካልኦት ክልተ ከዳሉ ክጅምር ከሎ እቶም ክልተ ቆላዑ ነናቶም ከይተዳለዋ ክተርፋ ከም ዝሕሾም ነገርዎ። እቲ ብግዜ ምሳሕ ዝበልዕዎ መግቢ ጌና ምሕቓቕ ኣብይዎም ስለ ዘሳቐዮም ኣዝዩ ተጸሊእዎም ነበረ። ምዕራፍ ዓሰርተ ኣርባዕተ ህበውላ ንፋስ ፍርቂ ለይቲ ኣቢሉ ክኸውን ከሎ ጆ ተበራቢሩ ንብጾቱ ኣተንስኦም። ኣዝዩ ሃዲኡ ስለ ዝነበረ ገለ ሳዕቤን ዘምጽእ ይመስል ነበረ። ቀጨውጨው ዘብል ሙቐትን ደው ዝበለ ኣየርን ነይሩ እኳ ክነሱ እቶም ቆላዑ ሓዊ ምንዳድ ዝበለጸ ኮይኑ ተሰምዖም። ገለ ከይተዛረቡ እንታይ ከም ዝመጾም እናተጸበዩ ኮፍ ኢሎም ነበሩ። እቲ ዝነድድ ዝነበረ ሓዊ ዝርከበሉ ቦታ እንተ ዘይኮይኑ፣ ካብኡ ርሕቕ ኢልካ ኩሉ ድቕድቕ ጸልማት ነበረ። ሽዑ ሓደ ድኹም በርቂ መሲሉ ኣብ ልዕሊ እቲ ኣእዋም ኣብሪሁ ጠፍኣ። ጸኒሑ ካብኡ ብርትዕ ዝበለ፣ መሊሱ ካብኡ ዝበርትዐ ተራእየ። ብድሕሪኡ ካብቲ ጨናፍር ኣእዋም ዓቐቕ ዝብል ደሃይ ወጺኡ ብልዕሊኦም ዝሓለፈ ኮይኑ ስለ ዝተሰምዖም፣ ሓደ ምትሃት ለይቲ ዝሓለፎም ኮይኑ ስለ ዝተረድኦም፣ ብፍርሂ ዝኣክል ኣንፈጥፈጡ። ቁሩብ ህድእ ኢሉ ጸኒሑ መሊሱ ሓደ ነጸብራቕ ብርሃን ነቲ ለይቲ ናብ መዓልቲ ክሳብ ዝልወጥ ኣብሪሁ፣ ነቲ ኩሉ ኣብ ትሕቲ እግሮም ዝነበረ ሳዕርን ነቲ ብፍርሂ መሊኡ ዝነበረ ገጾምን ገሊጹ ረኣዮ። ነጎዳታት ንሓድሕዱ እናተጋጨወ ካብቲ ሓደ ደበና ናብቲ ሓደ እናተወንጨፈ ይሓልፍ ነበረ። ኣሳሕይታ ዝመልኦ ንፋስ ተላዒሉ ንኹሉ ኣቑጽልቲ ነቓኒቑ ነቲ ሓሙኹሽቲ ምስቲ ሓዊ ጸናበሮ። ሓደ ብርቱዕ በርቂ ንኹሉ እቲ ጫካ ኣብርሆ። ክሳዕ እቲ ኣእዋም ተቖሪጹ ኣብ ርእሶም ዝወድቕ ዘሎ ኮይኑ ዝስምዖም ሓደ ብርቱዕ ነጎዳ ክነጉድ ሰምዑ። እዚ ምስ ሓለፈ ብፍርሂ ዝኣክል ንሓድሕዶም ተሓቛቒፎም ኮፍ ኢሎም ከለዉ ፍሩይ ማይ ኣብ ልዕሊ እቲ ኣቑጽልቲ ደሃይ ክገብር ጀመረ። ሽዑ ቶም ቀልጥፉ ቀልጥፉ ናብቲ ድንኳንና ንእቶ በሎም። ነጢሮም ተንሲኦም ገሊኡ ሰራውር እናሓንኮሎም ነንበይኖም ክሃድሙ ጀመሩ። ሓደ ምሕረት ዘይብሉ ንፋስ እናፋጸ ይሓልፎም። ዓይኒ ዘዐውር በርቅታትን እዝኒ ዘጽምም ነጐዳታትን ብዘይ ምቍራጽ ይረኣን ይስማዕን ነበረ። እቲ ዝናብ ክወርድ ከሎ፣ እቲ ንፋስ ነሓንሳብ ናብ ምድሪ ብሓይሊ የውድቖ ወይ ድማ ተሰኪምዎ ይኸይድ ነበረ። እቶም ቈላዑ ክራኸቡ ኢሎም ይጸዋውዑ ነበሩ፣ ግናኸ እቲ ብርቱዕ ንፋስን እቲ ዝነጕድ ዝነበረ ነጐዳን ከሰማምዖም ኣይከኣለን። ዝኾነ ኾይኑ እናወደቑን እናተንስኡን ብቑሪ እናንፈጥፈጡን ማይ ካብ ኣካላቶም እናወሓዘን በብሓደ ኣብታ ድንኳኖም ክበጽሑ ከኣሉ። እቲ ነቲ ድንኳኖም ከዲኑ ዝነበረ ጋንጽላ ብብርቱዕ ናህሪ ናብዝን ናብትን ዝጻፋዕ ስለ ዝነበረ ምስምማዕ ክሳብ ዝስእኑ ኾኑ። እቲ ህቦብላ ንፋስ እናበርትዐ ምስ ከደ ወዮ ነቲ ድንኳኑ ኸዲኑ ዝነበረ ጋንጽላ ብሃንደበት ካብቲ ተኣሲርዎ ዝነበረ ሞሊቑ ምስቲ ንፋስ ተለኪሙ ኸደ። እቶም ቆላዑ እዚ ምስ ረኣዩ ኢድ ንኢድ ተተሓሒዞም ሃደሙ። ብብዙሕ ምዕንቃፍን ምቑሳልን ናብ ሓደ ዓቢ ከዕቅሎም ዝኽእል ሳግላ በጺሖም ኣብኡ ዕቀሉ። እቲ ጭንቂ ግና እናወሰኸ ከደ። ኣብ ትሕቲ እቲ ከየቋረጸ ዝበርቕ ዝነበረ ኣብ ደበናታት ዝነበረ በርቂ ኩሉ ነገራት ብቐሊል መገዲ ክረኣን ክልለን ይኽእል ነበረ። እቲ ኣእዋም ክቆጻጸ፣ እቲ ርባታት ብዓፍራ መሊኡን ጻዕዲን፣ እቲ ኣጻድፍ በቲ ብልዕሊኡ ዝሓልፍ ዝነበረ ደበናታት ክጉልበብን ክቕላዕን ኣጸቢቑ ይረኣ ነበረ። በብግዜኡ ገሊኣቶም ዓበይቲ ኣእዋም ምቅላስ ተመኒዎም ብሓይሊ ኣብ ልዕሊ እቶም ንኣሽቱ ኣእዋም ክወድቁ ይረኣዩ ነበሩ። እቲ ነጉዲ እዝኒ ክሳብ ዝጸምም እናተተኮሰ ብዘይ ምሕረትን ብቃል ዘይርከቦ ጉድኣትን ይነጉድ ነበረ። እቲ ህቦብላ ንፋስ ብብርቱዕ ጻዕሪ ነታ ደሴት ከንድዳን ኣብኣ ዘሎ ዅሉ ፍጥረት ክሳዕ ዝጠፍእ ክገብራን ተሰኪሙ ክወስዳን ኣበርቲዑ ዝነፍስ ዝነበረ ይመስል ነበረ። ነቶም ከምዚኦም ዝኣመሰሉ ቤቶም ራሕሪሖም ዝመጹ ንኣሽቱ ቈልዑ ብሓቂ ዘፍርህ ለይቲ ነበረ። ኣብ መወዳእታ እቲ ጭንቂ እናሓሸ ኸደ። እቲ ሓይሊ ናይ ፍጥረት በብቝሩብ እናሃድአ ክኸይድን ሰላም ክነግስን ጀመረ። እቶም ቆላዑ በቲ ዝወረዶም ኩነታት ጌና እናንፈጥፈጡ ናብ ሰፈሮም ተመልሱ። እቲ ኣዝያ ዓባይ ንመደቀሲኦም እተጽልል ዝነበረት ኦም ብበርቂ ኣብ ክልተ ተተርቲራ ወዲቓ ስለ ዝጸንሓቶም እዚ ክኸውን ከሎ ኣብኡ ብዘይ ምጽንሖም ንእግዚኣብሄር ኣመስገኑ። ኩላታ መደበሮም ጨፈቕፈቕ ኢላ እቲ ሓዊ ዝኣጉድሉ ቦታ ከይተረፈ ማይ መሊኡ ረኸብዎ። ኣዝዮም ቆሪሮምን ጠልቅዮምን ስለ ዝነበሩ ሓዊ ዝጠፍአ መሲልዎም ብዙሕ ፈርሁ። ብዕድል ግና ገለ ካብቲ ሓዊ ኣብ እግሪ እቲ ዝወደቐ ኦም ተሓቢኡ ስለ ዝነበረ ማይ ስለ ዘይረኸቦ ከይጠፍኣ ጸንሖም። ከይጠፍኦም እናተጠንቀቑ ኣቝጽልትን ዕንጨይትን እናወሰኹ ብኽንደይ ተጋድሎ ነቲ ሓዊ ከም ዝነድድ ገበርዎ። መመሊሶም ዕንጨይቲ እናኣረዩ ኣብ ርእሲኡ ይውስኹሉ ስለ ዝነበሩ ድማ እቲ ሓዊ ሃልሃል ኢሉ ክሳዕ ዝነድድ ኰነ። መግቦም ኣንቂጾም ጽቡቕ በዓል ኣሕለፉ። ተደሪሮም ምስ ኣብቅዑ ክድቅሱ እንተሃቀኑ ጎኖም ዘጸግዑላ ንቕጽቲ ቦታ ክረኽቡ ስለ ዘይከኣሉ ኣብ ዙርያ'ቲ ሓዊ ኮፍ ኢሎም በቲ ዝረኸቦም ጭንቅን መከራን በቲ ዝረኸብዎ ዓወትን ክዛረቡ ክሳብ ዝወግሕ ጸንሑ። እታ ጸሓይ እናመረረት ምስ ከደት ትኻስ ስለ ዝመጾም ናብቲ ኣብ ገማግም ርባ ዝርከብ ሑጻ ከይዶም ኣብኡ በጥ ኢሎም ደቀሱ። እቲ ዋዒ ጸሓይ ምስ በርትዖም እናስተንተኑ ተንሲኦም ቁርሶም ከዳልዉ ከዱ። ድሕሪ መግቢ ኣካላቶም ዝደረቐ ኮይኑ ተሰምዖም። ብዛዕባ ገዝኦም ክሓስቡ ውን ጀመሩ። ቶም እዚ ስለ ዘስተውዓለ ብዝከኣሎ መጠን ነቶም ብጾቱ ከረሳስዖም ተጋደለ። ኩዓሳሱ ጥርሙዝ ጌሩ እንተጻወቶም፣ ካልእ መዘናግዒ እንተገበረሎም፣ እንተሓምበሱ ወይ ዝኾነ ይኹን ካልእ ዓይነት ጻውቲ እንተመሃዘ፣ ነዚ ከይተገደሱ ምእባድ ኣበዩ። ኣብ መወዳእታ ጻውቲ ናይ ቀያሕቲ ህንዳውያን ስለ ዘምጽኣሎም ቅሩብ ክግደሱ ጀመሩ። ከምቶም ከታሩ ህንዳውያን ኮይኖም ክጻወቱ ስለ ዝደለዩ ጎዮም ከይዶም ኣብ ጸሊም ጭቃ ጠንቀላዕላዕ ኢሎም ሰብነቶም ብምልኡ ተለኽዮም ሰለስተኦም ሓለቓታት ኮይኖም ንሓደ እንግሊዛውያን ዝቕመጥዎ ቦታ ክወሩ እናጨደሩ ከዱ። መሊሶም ኣብ ሰለስተ ዘይፋተዉ ዓሌታት ተመቓቒሎም ተሓቢኦም ጸኒሖም እናጨደሩ ወጺኦም ንሓድሕዶም እናተጓበጡ ኣሽሓት ግዜ ተቓተሉን ተናጸዩን። ደም ምፍሳስ ዝመልኣ መዓልቲ ስለ ዝነበረት ከኣ ኣዝያ ኣሐጐሰቶም። ግዜ ድራር ምስ ቀረበ፣ ሰለስቲኦም ተሓጒሶምን ጠምዮምን ናብ መደበሮም መጹ። ግናኸ ሓደ ዓቢ ጸገም ተረኽበ። እቶም ንሓድሕዶም ዝዋግኡ ዝነበሩ ዓሌታት ህንዲ፣ ቅድሚ ምትዕራቖም፣ ምትዕራቕ ማለት ድማ ብሓንሳብ ኰንካ ሽጋራ ምስታይ ማለት እዩ፣ ብሓንሳብ ኰይኖም እንጌራ ክበልዑ ነውሪ ነበረ። በዚ ምኽንያት እዚ፣ ክልተ ካብኣቶም ጌና ከታሮ ኰይኖም እንተ ዝጸንሑ ተመነዩ። መገዲ ስለ ዝሰኣኑ ግና ከም እተሓጐሱ ነቲ ፒፖኦም ኣምጺኦም፣ ከምቲ ልምዲ ህንዳውያን ደሃይ እናገበሩ ነቲ ፒፓ ካብቲ ሓደ ናብቲ ሓደ እናሕለፉ የትክኹ ነበሩ። ነታ ዝጠፍአት ካራ ንምድላይ ከይተሸገሩ ሃዲኦም ሽጋራኦም ከትክኹ ስለ ዝኸኣሉ ቀያሕቲ ህንዳውያን ብምዃኖም ኣዝዮም ተሓጐሱ። ዝተጸልኦ ሰብ ስለ ዘይነበሮም ምሉእ ምሸት ከየዕረፉ ብዙሕ ምልምማድ ክገብሩን ክኽእልዎ ክጋደሉን ስለ ዘምሰዩ ብሓጐስ ኣሕለፍዎ። ምዕራፍ ዓሰርተ ሓሙሽተ፣ ምትንሳእ ምዉታት። ቀዳም ድሕሪ ቐትሪ ሓጎስ ዝብሃል ካብታ ዓዲ ርሒቑ ነበረ። እንዳ ሃርፐርን ወይዘሮ ፖሊን ብርቱዕ ጓሂ ኣሲርዎም ነበረ። እታ ቑሸት ንመጀመርታ ግዜኣ ብምልእታ ብህድኣት ተወሪሳ ነበረት። እቶም ደቂ ዓዲ ብዙሕ እኳ ዘይዛረቡ እንተ ነበሩ ካብ እህህታስ ኣየዕረፉን። እቶም ቈልዑ ከይተረፉ ቀዳም ናይ በዓል ዕለት ምዃና ረስዑ። ክጻወቱ እንተ ሃቀኑ ጻውቲ ኮይኑ ስለ ዘይተሰምዖም፣ ጻውቶም ኣቋሪጾም ዝም በሉ። ቤኪ ሳቸር እናጓየት ኣብቲ ጭውጭው ዝብል ዝነበረ ጎልጎል ቤት ትምህርቲ ከይተፈለጣ በጽሐት። ኣብኡ ገለ ከጸናንዓ ዝኸኣለ ነገር ክትረክብ ኣይከኣለትን። ጠጠው ኢላ ኣብዚ እኮዩ ከምቲ ዝገብሮ ዝነበረ ክገብር ሕጂውን እንተዝመጽእ ምንም ኣይምነኣድክዎን ኔረ። እንታይ እሞ ክኸውን ጠፊኢንዶ ድሕሪ ሕጂ ምንም ምንም ኣይክርእዮንየ። እናበለት ምስ ገዛእ ርእሳ ትዛረብ ነበረት። በዚ ሓሳብ'ዚ ስለ ዝተሳቐየት እናበኸየት ቀስ ኢላ ካብኡ ወጺኣ ከደት። መጻውቲ ቶምን ጆን ዝነበሩ ኣወዳትን ኣዋልድን ተኣኪቦም ናብቲ ሓጹር ናይቲ ቤት ትምህርቲ ቀሪቦም እናሓነቕነቑ ኩሉ'ቲ ቶምን ጆን ዝገብርዎ ዝነበሩን ነገራት የዘንትዉ ነበሩ። ንጽባሒቱ ተመሃሮ ትምህርቲ ሰንበት ካብ ቤት ትምህርቶም ምስ ወጹ ደወል ቤተ ክርስትያን ከም ቀደሙ ዘይኮነ ቀስ ኢሉ ይቓጭል ነበረ። እቶም ደቂ ዓዲ ብዛዕባ'ቲ ዝኾነ ነገራት ንምዝራብ ኣብቲ ጎልጎል ሓንሳብ ደው ኢሎም ናብ ቤተ ክርስትያን ይእከቡ ነበሩ። እታ ቤተ ክርስትያን ከምዛ ዕለት እዚኣ ጌራ መሊኣ ኣይትፈልጥን። ኩላቶም ክጽበዩ ከለዉ ወይዘሮ ፖሊ ንሲድን ንማርያምን ሒዛ ብስድራ ሃርፐር ተኸቲላ ጸሊም ክዳን ተኸዲኖም ኣተዉ። እቲ ካህንን እቶም ደቂ ዓድን ክሳዕ እቶም ሓዘንተኛታት ሰፈሮም ዝሕዙ ንኽብረቶም ደው ኢሎም ተጸበይዎም። እቲ ካህን ጸሎት ምስ ገበረ ሓደ ኣዝዩ ዝምስጥ መዝሙር ተዘመረ። እቲ ኻህን ነቲ ጠባይ ናይቶም ቈልዑ በብሓደ እናገበረ፣ በቲ ዝዀነ ዅሉ ጕሁይ ከም ዝዀነ እናገለጸ፣ ኣብቲ ስእሎም እናርኣየ በቲ ዝገብርዎ ዝነበሩ ክፉእ ነገራት ጕሁይ ከም ዝነበረ፣ ጽቡቕ ዝገብርዎ ዝነበሩ እናዘንተወ ኸሎ፣ ኵሎም እቶም ኣብኡ ዝሰምዑ ዝነበሩ ሰባት ብጓሂ ዝኣክል ይነብዑ ነበሩ። ኣብቲ ኣብ ላዕሊ ዝነበረ ተዘውቲሩ ዘይፈልጥ ኮፍ መበሊ ክስማዕ ደኣ ኣይተኻእለን እምበር፣ ገለ ደሃይ ነበረ። ቁሩብ ጸኒሑ እቲ ማዕጾ ናይ ቤተ ክርስትያን ዓቐቕ ኢሉ ተኸፍተ። እቲ ኻህን ነቲ መንዲሉ ካብቲ ዝውሕዝ ዝነበረ ንብዓት ዓይኑ ኣልዒሉ ናብቲ ማዕጾ ገጹ እናጠመተ ምስሊ ክመስል ቆመ። በዚ ተገሪሞም ኩላቶም ንድሕሪት ቁሊሕ እንተ በሉ፣ ቅድም ቶም፣ ደሓር ጆ፣ ብድሕሪኡ ሃክ ኮይኖም ተር ኢሎም ተሰሪዖም። እቶም ሞይቶም ዝሕሰቡ ዝነበሩ ሰለስተ ቆላዑ ብማእከል እቲ ቤተ ክርስትያን ክመጹ ከለዉ ስለ ዝረኣይዎም ሕልሚ ኮይኑ ስለ ዝተሰምዖም ከይተፈለጦም ብድድ በሉ። እቲ ናይ ቀብሮም ስነ ስርዓት ክግበረሎም ከሎ ኣብ ላዕሊ ኮይኖም ይሰምዑ ነበሩ። ወይዘሮ ፖልን ማርያምን ናብቶም ስድራ ሃርፐር ከኣ ናብ ጆ ጎዮም ከይዶም ነቶም ዝተረኽቡ ደቆም ክስዕሙን ምስጋና ከዕርጉን ከለው፣ ሃክ ግና ዝቕበሎ ስኢኑ ኩለን እተን ኣዒንቲ ብክፉእ ኣጠማምታ ዝጥምተኦ ስለ ዝነበራ እንታይ ከም ዝገብርን ኣበይ ከም ዝሕበእን ስለ ዝጠፍኦ ተዓኒዱ ጠጠው በለ። ክሃድም ኢሉ በተክ ክብል ከሎ ቶም ሓትነይ እዚ ትገብርዎ ዘለኹም ቅኑዕ ኣይኮነን ሃክ ምሳና ብምምጽኡ ክትሕጎሱ እዩ ዝግብኣኩም እናበለ ንሃክ ብኢዱ ቀርቀብ ኣቢሉ ሓዞ እወ ሓቅኻ ክንሕጎስ እዩ ዝግብኣና ምስኪን ዘኽታም ቆልዓ እናበለት ፖሊ ብፍቕሪ ክትዛረብ ከላ ሃክ ግና መመሊሱ ይጭነቕ ነበረ ሽዑ እቲ ካህን ኩሉ ሰብ ተዘንጊዑ ከሎ ዓው ኢሉ ነቲ ምሕረት ዝህብ ኣምላኽ ኣመስግንዎ ዘምሩ ልብኹም ድማ ናብኡ ምለሱ በለ ኵላቶም ከኣ ሓቢሮም ዘመሩ። እቲ ሓጐስ ዝመልኦ ግሩም ዝዀነ መዝሙር ነታ ቤተ ክርስትያን ክንቕንቓ ኸሎ፣ ቶም ሶዌር፣ እቲ ኸታሪ፣ ናብቶም ኣብ ዙርያኡ ተኣኪቦም ብቕንኢ ዝጥምትዎ ዝነበሩ ቈላዑ ቍሊሕ ምሊሕ እናበለ፣ እዛ እዋን እዚኣ እታ ኻብ ኵለን እዋናት ዓቢ ሓበን ክትህቦ ዝኸኣለት ዓባይ ዕለት ከም ዝነበረት ብልቡ ኪኣምን ከኣለ። ምዕራፍ ዓሰርተ ሽዱሽተ ሕልሚ ቶም ናይ ቤኪ ሕነ ምፍዳይ እቲ ቶም ነቶም ከተርቲ ብጾቱ ኣካፊልዎም ዝነበረ ምስጢር ክሳዕ ሰንበት ተጸብዮም ምስ ቀበጹ ስነ ስርዓት ቀብሮም ከመይ ገይሮም ከም ዝፍጽምዎ ተሓቢኦም ክርዩ ዝብል ነበረ ዳርጋ ኣጋ ምሸት ጽልግልግ ክብል ከሎ ኣብ ሓደ ረጒድ ጉንዲ ሰሪሮም ገም ገም ገም ገም ሩባ ሚዙሪ እናኸዱ ናብቲ ዓዲ ክበጽሑ ሸሞንተ ወይ ትሽዓተ ኪሎ ሜትር ኣቢሉ ምስ ተረፎም ኣብኡ ወሪዶም ምሉእ ለይቲ ኣብ ማእከል እቲ ዱር ሓዲሮም ጸሓይ ክትበርቕ ከላ በቲ ብዙሕ ሰብ ዘይመላለሶም መንገዲ ጌሮም ኣብ ውሽጢ ቤተ ክርስትያን ኣትዮም ኣብ ላዕላይ ደርቢ ተሰቒሎም ኣብኡ ድቃሶም ወድኡ። ሰኑይ ንግሆ ሓትኖ ፖልን ማርያምን ብብዙሕ ቅብጥሮትን ክንክንን ፍቕሪ ብዝመልኦ ዘረባን ገይረን ንቶም ኣቝረሶ። ካብ ልክዕ ዝሓለፈ ዕላል ስለ ዝነበረ፣ ሓትኖ ፖሊ ምናልባት ከተላግጽ ኢልካ ነዚ ዅሉ ገይርካ ትኸውን፣ ግናኸ ኸምዚ ገይርካ ስለ ዘሻቐልካኒ ቶም ብዙሕ ሕማቕ ገይርካ። ብሓደ ጉንዲ ጌርካ ቀብርኻ ክፍጸም ከሎ ንምርኣይ ካብ ምምጻእ፣ ኣቐዲምካ መጺኻ ብህይወትካ ከም ዘሎኻ እንተ ትነግረኒ ምሓሸኒ ነይሩ ኢላ ገሰጸቶ። እወ ሓቃ፣ ተገዲስካሉ እንተ ትኸውን ከምኡ ምገበርካ ነይርካ እናበለት ሜሪ'ውን ሓሳባ ገለጸት። ከምኡዶ ኣይምሓሸን ቶም? እናበለት ብጓሂ መሊሳ ሓተተቶ። ኣነ እንታይ ከም ዝኾንኩ ኣይፈልጥን፣ ግና ንኹሉ መበላሸወልና ነይሩ። እቲ ምሕንቕናቕ ንቶም ክሳዕ ዘዕለብጦ ሓትንኡ ፖሊ፣ ቶም፣ ንስኻ ኣዚኻ ተፍቅረኒ ይመስለኒ ነይሩ፣ እንተ ዘይገበርካዮ እኳ ሓሲብካዮ ጥራሕ እንተ ትኸውን ክንደይ ጽቡቕ ነይሩ። ጽናሕ ደኣ ነዚ ኹሉ ትገብረኒ ዘለኻ እትጠዓሰሉ ግዜ ክመጽእ እዩ፣ ምስ ሞትኩ ሽዑ ኢኻ ትዝክረኒ። ከምኡ እይትበሊ፣ ከም ዘፍቅረኪ ትፈልጢ ኢኺ። ዘይረኣኹ እሞ ከመይ ገይረ እየ ዝፈልጦ? ኣቐዲመ ሓሲበሉ እንተ ዝኸውን ጽቡቕ ነይሩ፣ ግና ካብ ሕልመይ ምንም ተፈሊኺ ኣይትፈልጥን። እዚ ውን ሓደ ነገር ከፍልጠኪ ይክእል እዩ ኣይመስለክን ዶ ሓትነይ እዚ እሞ እንታይ እዩ ደማም እኳ ነዚ ነግርዚ ክፍጽምኦ ይክእላ እየን ካብ ፈጺምካ ምርሳዕ ግና ይሓይሽ እስከ ዝሓለምካዮ ንገረና ረቡዕ ለይቲ ንስኪ ኣብ ጥቃ ዓራት ማርያምን ሲድን ብሓንሳብ ኣብ ጥቃቲ ሳጹን ኮፍ ኢልኩም ከለኩም ብሕልመይ ሪኤኩም እንታይ ማለትካ ኢካ እሞ እዎ ኮፍ ኢልና ኔርና ግዳ ሽዑ ጥራሕ ኣይኮንናን ኣብኡ ኮፍ ዝበልና ኩሉ ግዜ ኢና ኣብኡ ኮፍ ንብል ኣደ ጆ ሃርፐር ኣብዚ ምሳኹም ዝነበረት ኮይኑ ውን ይስምዓኒ እዋይ ሓቁ ግዲዩ ኣንታ ወኔራ እስከ ጸቢቕካ ዝሓለምካዮ ኩሉ ዘንትወልና እረ ብዙሕ እየ ሓሊመ ኔረ ሕጂ ደኣ ክርስዖ ደልየ እምበር እስከ ክትዝክሮ ተጋደል ፈጺምካ ዶ ረሲዕካዮ ኢኻ እስከ እቲ ንፋስ ነታ ነታ ሽምዓ ዘክር ደኣ። እቲ ንፋስ ነታ ሽምዓ እንታይ ጌርዋ? ቶም መታን ክዝክር ዝሓስብ ዘሎ ክመስል ንኣጻብዕቱ ኣብ ግንባሩ ጌሩ፣ እወ ዘኪረዮ ዘኪረዮ። ነታ ሽምዓ ከጥፍኣ ደልዩ ደሓር ንስኺ ማዕጾ ተኸፊቱ እዩ ዘሎ። ሓቅኻ ዶ ኢኻ? እስከ ቅልጥፍ ንገረና። ደሓር ደሓር እንታይ እዩ ደቀይ? እወ ንሲድ ኪድ ኢልኪ እትሰድዮ ሰዲድ እንታይ ግበሪ ኢለዮ ቶም እንዴ እስከ እወ ኪድ ነቲ ማዕጾ ዕጾ ኢልክዮ ዘገርም እዩ ከም ዝበለ ነገር እኳ ኣብ ምሉእ ህይወተይ ሰሚዐ ኣይፈልጥን እምበኣር ሕልምስ ሓቂ እዩ ንገረና ንሰረና ሃርፐር ሕጂ እየ ዝረትዓ ኩሉ ግዜ ዝሓለምክዎ ከዘንትወላ ከለኹ ሃጠው ቀጠው ሃተፍተፍ እናበለት እያ ተላግጸለይ ዝነበረት ኩሉ እሞ ዘንትወለይቶም ንሰረና ዝብላ ባዕለይ ይፈልጥ እረ ሕጅስ ኩሉ ይዝከረኒ ኣሎ ጠባየይ ክፉእ ከምዘይነበረ መታለሊ ከምዘይነበርኩ እወ ሓቅኻ እንታይ እሞ ዘይበልኩ ኩሉ ዓይነት እየ ተዛሪበ ደሓር በኺኺ ሽዑ እሞ መዓስ ኮይነ ጀሚረዮ ምብካይሲ እበኪ ነይረ ኣዶ ጆውን ምሳኺ ክትበኪ ጀሚራ ነቲ ባዕላ ዝደርበየቶ ርግኦ ጆ ሰሪቑ ዝበልዖ መሲልዋ ብዘይ ምስትውዓል ገሪፋ ዘባረረቶ እናተዛረበት ኣዝዩ ሕያዋይ ከም ዝነበረ ተዘንቱ ዝነበረት ኮይኑ ይረኣየኒ ነበረ። ወይ ጉድ ኣንታ ኣምላኸይ! ቶም እዚ ራኢ እዩ ዝበሃል እምበር ሕልሚ ኣይኮነን። ዘገርም እኮ እዩ። ደሓር ሲድ፣ Sid፣ ኣነ ሓንቲ እኳ ኣይተዛረብኩን። ማርያም እንታ ኾንካ ዘይትዛረብዳ ትዛረብ እምበር ኔርካ እስከ ስቕበሉ ዘይቅጹዓት ቶም ጥራሕ ይዛረብ ግደፍዎ እንታይ ኢኻ ትብል ዝነበርካ ቶም ኣብቲ ዘለዎ እንተ ዘይጥዕሞ ቀደም ምመጸ ኔሩ ክብል ከሎ ሰሚዐዮ ዓሚ ኔሩኒ እንተ ዝኸውን ግና እንታይ ኢኻ ዝበልካ ሰሚዐዮ ዶ ኢኻ ዝበልካ ንስኺ ግና ገኒሕኪ ስቕ ኣበልክዮ። እወ ስቕ ኣቢለዮ። ሓደ መልኣኽ እዩ ኩሉ እቲ ዝኾነ ኣርእይካ ዘሎ። ብሓቂ መልኣኽ ምሳኻ ነይሩ። ኣደ ጆ ነቲ ኩሉ ዝገብራ ነገራት ተዘንትወልኪ ነይራ። ንስኺ ድማ ብዛዕባ እቲ ንጴጥሮስ ድሙና ዝሃብክዎ መጥፍኢ ስቓይ ተዘንትውላ ነይርኪ። እእእ እንታይ ሕልሙ ይበሃል እዚ። ከምዛ ዝነበርካ? ብዛዕባ እቲ ናትና ስነ-ስርዓት ቀብሪ እናተዛረብክን፣ ብዙሕ ምስ በኸኽን ኣደ ጆ ንገዝኣ ከደት። ኩሉ ዘዘንተኻዮ ልክዕ እዩ ብዓይንኻ ሪኢኻዮ ውን ምንም ከምኡ ጌርካ ከተዘንትይ ምኸኣልካን ኔርካ ወዲእኻ ዶ? ኣይወዳእኩን ደሓር ተንበርኪኽኪ እትጽልዩ ዝነበርኪ ነቲ እትብልዮ ዝነበርኪ ቃል ብቓሉ ዝሰምዖ ዝነበርኩ ምስ ደቀስኪ ኣብ ጥቓቲ ሽምዓ ከቐምጦ ሓሲበ ዝነበርኩ ኣብ ልሕጺ ገረብ እተጻሕፈ ኣይሞትናን ከተርቲ ኮይንና ኢና ንቕመጥ ዘሎና ዝብል ጽሑፍ ሒዘ ምስ ደቀስኪ ኣዚኺ ሕያወይቲ ዀንኪ ስለ ዝተሰማዕክኒ፣ ብጓሂ ደኒነ ዝስዕመኪ ዝነበርኩ ዀይኑ ይስምዓኒ። ከምኡ ጌርካ እዚ ስለ ዝገበርካ ብምሉእ ልበይ ይቕረ ኢለልካ ኣለኹ እናበለት ኣእዳዋ ዘርጊሓ ክትሓቝፎ ኸላ፣ በቲ ሓሶቱ ዝኣክል ኣዝዩ ቐጣፊ ዀይኑ ተሰምዖ። በል እንካ እዛ ቱፋሕ፣ ምስ ተረኸብካ ክህበካ ኢለ ክሳብ ሎሚ ዓቚረያ ጸኒሐ። በሉ ሕጅስ ኵልኹም ርሓቑ፣ ምሳኹም ከዕልል'ኳ ስርሐይ ረሲዐ። እቶም ቈልዑ ናብ ቤት ትምህርቲ ምስ ከዱ፣ እታ ኣረጊት ሰበይቲ ናብ ሰረና ሃርፐር ከይዳ ነቲ ዘደንቕ ሕልሚ ቶም ሓቂ ከም ዝኾነ ከተእምና ደለየት። ቶም በዚ ሓበን ተሰምዖ። ንነብሱ እውን ከም ሓደ ጅግና ገይሩ ቆጸራ። ከም ቀደሙ እናዘለለን እናተሓጎሰን ምኻድ ገዲፉ ኣፍ ልቡ ነፊሑ ኩለን ኣዒንቲ ናይቶም ዝርእይዎ ዝነበሩ ሰባት ብምድናቕ ናብቲ ብርቱዕ ከታሪ ይጥምታ ከም ዝነበራ ይስምዖ ነበረ። ሽሕ'ኳ ነቶም ደው ኢሎም ብዛዕባ ቶም ዝገበሮ ነገራት ዝዛረቡን ዘዕልሉን ዝነበሩ ሰባት ከም ዘይረኣዮምን ዘይሰምዖምን እንተ መሰለ፣ ኵሉ ክሰምዖ ዝኽእል ስለ ዝነበረ፣ ንኣኡ ከም እንጌራን መስተን ነበረ። ካብኡ ዝንእሱ ቈልዑ ከምቶም ሙዚቃ ዝወቕዑ ሰባት ንመራሒኦም ዝስዕቡ ወይ ድማ ከምቶም ምርኢት ዘርእዩ ሰባት ሓራምዝ ኣምሪሖም ዝኸዱ ደድሕሪቶም ይስዕቡ ነበሩ። እቶም መሳትኡ ብኣፎም ነቲቶም ዝገበሮ የስተናዕቑ ነበሩ፣ ብውሽጦም ግና ዓቢ ቅንኣት ሓዲርዎም ነበረ። ኣካላቱ ብጸሓይን ንፋስን ሕብሩ ለዊጡ ጅግና ተቖጺሩ ስለ ዝረኣይዎ ከምኡ መታን ክኾኑ ኣሽሓት ገንዘብ ክህቡ ተመነዩ። ቶምን ጆን ናብ ቤት ትምህርቲ ምስ በጽሑ ኣዝዩ ክሳዕ ዝጽልኦም እቶም ተመሃሮ ኣዝዮም ኣኽበርዎም። ምናዳ እኳ ፒፖኦም ኣውጺኦም ትምባኾ ከትክኹ ምስ ረኣይዎም ኣዝዩ ክብ ዝበለ ክብረት ሃብዎም። እዚ ምስ ረኣየ ቶም ካብ ቤኪ ሳቸር ፈጺሙ ናጻ ከም ዝወጸ ኾይኑ ተሰምዖ። ዝኣክል ክብሪ ከም ዝረኸበ ኾይኑ ስለ ዝተሰምዖ ኣብዚ ክብሪ እዚ ዝነብር ስለ ዝመሰሎ ምስኣ ዓቢ ዕርክነት ዘለዓዕሉ ኾይኑ ተሰምዖ። ከም ካልኦት ሰባት ክኾርዕ ከም ዝኽእል ከፍልጣ ምስ መጸት ከም ዘይረኣያ ኣጽቂጡ ስቕ በለ። ቁሩብ ዘወር ኢሉ ምስ ገሊኦም ኣወዳትን ኣዋልድን ተጸንቢሩ እናተዛረበ ናብዝን ናብትን እናበለት ደድሕሪ ገለኣን መማህርታ እናጎየየት ክትሕዘን ስለ ዝሓዘተን ከኣ ብሓጎስ ክትስሕቕ ነዚ ኩሉ ድማ ኣብ ጥቕኡ ትገብሮ ከም ዝነበረት ይርኢ ነበረ። ኣብ መወዳእታ ነቲ ጸወታ ገዲፋ ናብቶም ጸጸኒሓ እናጠመተት ከይፈተወት ረሓቐት። ግናኸ መሊሳ ቆሊሕ እንተበለት ቶም ምስ ኣሚ ሎረንስ ክዛረብ ከሎ ስለ ዝረኣያቶ ቀኒኣ እናተጨነቐትን እናዕለበጠትን ክትከይድ ዝሓሰበት ከይተፈለጣ ኣእጋራ መሪሕንኣ ናብቶም ኣብ ዙርያ ቶም ተኣኪቦም ዝነበሩ ሰባት ተሓወሰት። ናብታ ዳርጋ ምስ ቶም ጠቢቓ ዝነበረት ጓል ቀሪባ ኸኣ ማርያም ሓንሳብ ብዛዕባ ምዝዋርና ክዛረበኪ ደልየ ነይረ በለታ። መን ከዛውረና ደልዩ? ኣደይ ክትዛወር ኢኺ ኢላ ኣተስፍያትኒ ነይራ። ንዓይ ከምሳኺ ክኸይድ የፍቅዳለይ ዶ የን? እንታይ ኮይና ደኣ ዘይተፍቅደልኪ? ነዚ ምዝዋር ምእንታይ ኢላ ስለ ዝሓሰበቶ ሓንቲ መሓዛይ እንተተማልኣኹ ኣይትኹርንያ። ስለዚ ንስኺ ምሳይ ኪዲ። ሕራይ የቐንየለይ። መኣስ ከይና ንኸይድ? ብዝቐልጠፈ እዋን። ኣብ ዝመጽእ ዘሎ በዓላት ብርግጽ ክንከይድ ኢና። ተዓዊትና? ካልኦት ኣወዳትን ኣዋልድን ከ ክትማልኢ ዶ ኢኺ? ናብቶም እናጠመተት። እወ ንኹሎም መሓዙተይን ብሕጂ መሓዙተይ ክኾኑ ዝደልዩን ክዕድሞም'የ በለት። ግናኸ ቶም ግዳ ከይገበረ ንኣሚ ሎረንስ ብዛዕባ'ቲ ኣብታ ደሴት እተጓነፎም ህቦብላ ንፋስ እናዘንተወ፣ ሓደ ሜትር ጥራሕ ካብኡ ርሒቓ ዝነበረት ዓባይ ኦም ከመይ ኢላ ብበርቂ ተቖሪጻ ክሳዕ እትሕምሸሽ ኣብ ጥቕኡ ከም ዝወደቐት ይነግራ ነበረ። ብጀካ ቶምን ኣሚን ኩሎም እቶም ኣብኡ ተኣኪቦም ዝነበሩ ቆላዑ ኢዶም እናጣቕዑ ክዕደሙ ይልምኑ ነበሩ። ቶም ንኣሚ ሒዝዋ ምስ ከደ ኣዒንቲ ቤኪ ንብዓት ቆጸረ። ካብቶም ቆላዑ ተፈልያ ክሳዕ ቃጭል እትቃጨል ንበይና ኮፍ ኢላ ኣሕለፈቶ። ንብዓታ ደሪዛ ሕነኣ ከመይ ጌራ ከም እትፈዲ ስለ ዝሓሰበት ርእሳ ኣልዒላ ከደት። ግዜ ዕረፍቲ ምስ ኣኸለ ቶም መታን ንቤኪ ክሕርቕ ኢሉ በቲ ንሳ ዘላቶ ሰፈር እናረኣየ ንኣሚ ሒዙ ይዛወር ነበረ። ቤኪ ግና ስቕ ኣይበለትን። ሓደ ስእሊ ዝነበሮ መጽሓፍ ሒዛ ንኣልፍረድ ተምፕል ጸዊዓ፣ ምስኡ ዀይና ኣብቲ ኣብ ድሕሪ ቤት ትምህርቲ ዚርከብ ዝነበረ ኮፍ መበሊ ዀይኖም ስእሊ ይርእዩ ነበሩ። ኣዝዮም ተገዲሶም ነታ መጽሓፍ ዝርእዩ ስለ ዝነበሩ፣ ኣብ ዙርያኦም ዚፍጸም ዝነበረ ነገር ኬስተብህሉ ኣይከኣሉን። በዚ ቶም ሓሪቑ ብቕንኢ ዚኣክል ኪመውት ደለየ። ንሳ ኽትተዓረቖ እናደለየት ከላ፣ ንሱ ግዲ ስለ ዘይገበረላ ድማ ተጣዕሰ። ነቲ ኣሚ እትነግሮ ዝነበረት ዘስሕቕ ነገራት ግዲ ከይገበረሉ፣ ገለ ነገር ዝግበር ዘለዎ ኣምሲሉ ካብኣ ተፈልዩ እናቐልጠፈ ከደ። ኣስናኑ እናሓድቀመ፣ ጽቡቕ እንተ ተኸድነ ዝዓንጃል ካባይ ዝበልጽዶ መሲልዋ'ዩ? እስከ እንታይ ከም እትብል ክርእያ'የ። ቅድሚ ሕጂ ኣልፊዐያ ነይረ። ኣይሰክሐትን። ሕጂ'ውን ከልፍዐ። ሌባ! በለ። ከም ቃልሲ ዝገጠሞ ኣእዳዉን ኣእጋሩን እናንቀሳቐሰ፣ ኣብ ጥራሕ መንገዲ እናተጓሰጠን እናሃረመን እናሰሓበን ሕጂ ዶ ሒሸኪ፣ ስዩም በል ስዩም በል ድሕሪ ሕጂ ከይትደግም እናበለ ክኸይድ ከሎ ሓቂ ኮይኑ ስለ ዝተሰምዖ ኣዝዩ ተሓጎሰ። ፍርቂ መዓልቲ ምስ ኮነ ቶም ንገዝኡ ከደ። ኣሚ ዘስሕቕ ነገራት'ኳ ትነግሮ እንተነበረት ንዕኡ ቀልጢፉ ረስዖ። ቤኪን ኣልፍረድ ተምፕልን ብሓንሳብ ኮፍ ኢሎም ከለዉ ስለ ዝረኣዮም ብቕንኢ ዝኣክል ድቃስ ሰኣነ። ቤኪ እውን ምስ ኣልፍረድ ኰይና ስእሊ ክትርኢ ከላ፣ ቶም ደው ኢሉ ስለ ዘይረኣያ ኰረየት። ኣልፍረድ፣ እዋእ እዚኣ ክንደይ ትጽብቕ ርኣይያ እሞ፣ እናበለ ክዛረብ ከሎ ዓቕላ ስለ ዝጸበባ፣ ኣይግድሰንን እዩ፣ ኢላ ሓዲጋቶ ከደት። ኣልፍረድ በቲ ዝዀነ ነገራት እናተገረመ ናብ ቤት ትምህርቲ ገጹ ተጓዕዘ። ምስኡ ኰይና ስእሊ እትርኢ ዝነበረት ንቶም ከተሕርቕ ደኣ እምበር ንዕኡ ፈትያ ከም ዘይኰነት ከስተውዕል ከኣለ። ስለዚ ቶም መዓት ከየውርደሉ ስለ ዝፈርሀ ከመይ ገይሩ ንቶም ብመምህር ከም ዘግርፎ ሓሰበ። ነታ መጽሓፍ ናይ ቶም ምስ ረኣያ፣ ንዓኣ ወሲዱ ሓደ ነገር ክምህዝ መደበ። ኣብታ ሽዑ ምሸት ዝመሃሩላ ምዕራፍ ከፊቱ ቀለም ኲዕዩ ክጽይቓ ከሎ ከኣ ቤኪ ብመስኮት ተቐልቂላ ኩሉ'ቲ ዝገብሮ ዝነበረ ምስ ረኣያቶ ሓዲጋቶ ከደት። ነቲ ዝኾነ ኩሉ ንቶም ክትነግሮ ኢላ ንቶም ክትደልዮ እናጎየየት ከደት። ምናልባት እዚ ነገር'ዚ ንቶም ነጊራቶ እንተትኸውን ቶም በዚ መመስገና። ዕርቂ'ውን ክርከብ ምተኻእለ ነይሩ። ግናኸ ነዊሕ ከይከደት ከላ ሓሳባ ለወጠት። ነቶም ቆልዑ ኣኪባ ብዛዕባ ምዝዋር ክትዛረቦም ከላ ቶን ግዲ ከም ዘይገበረላ ስለ ዝዘከረት ብምኽንያት እቲ ኣብ መጽሓፉ ተኻዕዩ ዝነበረ ቀለም ቶን ክግረፍ ጽልኦም ድማ ጌና ክቕጽል መደበት። ንእስነት ቶም ሶዌር፣ ደራሲ ማርክ ትወይን፣ ትርጉም ፍቃዱ ገብረስላሰ፣ ሻድሻይ ክፋል ይስዕብ።